ሕጊ ዓሰርተ፣ ካብ ዘይሕጉሳትን ዘይዕድልኛታትን ሰባት ርሓቕ። ዝኾነ ስምዒት ወይ ኣተሓሳስባ፣ ጽቡቕ ይኹን ሕማቕ ብዘየገድስ፣ ልክዕ ከም ተላባዒ ሕማም ካብ ሓደ ሰብ ናብ ካልእ ሰብ እዩ ዝመሓላለፍ። እንተድኣ ዝበዝሕ ግዜኻ ምስ ዘይዕውታት፣ ብኣሉታዊ ስምዒታት ዝተመልኡ ሰባት ተሕልፎ ዄንካ፣ እዚ ስምዒታቶም ንዓኻ እውን ብኣሉታ ብምጽላው ልክዕ ከምኦም ብምግባር እዩ ዘዕንወካ። ማርያ ጊልበርት፣ ብ1818 ኣብ ኣየርላንድ እትርከብ ከተማ ሊመርክ ዝተወልደት ኮይና ኣብ ህይወታ ዓውቲ ክትከውን እትደሊ በዓልቲ ምልእቲ ርእሰ ተኣማንነት ጎርዞ እያ ዝነበረት እንተኾነ ግን ብውሽጣ ሕጉስ ይነበረትን ስለዚ ከኣ እያ ኣብ 1840ታት ስማ ናብ ሎላ ሞንተዝ ብምቕያር ኣብ ሞያ ሳዕስዒት ዕድላ ንክትፍትን ናብ ፈረንሳ ከተማ ፓሪስ ዘምርሐት ኣብ ከተማ ፓሪስ ኣብ ሞያ ዋላ እኳ ኣብቲ መጀመርታ ኣብ ዝተፈላለየ ኣጋጣሚታት ናይ ሳዕስዒት ምርኢት ብምርኣይ እንተተዓወተት ገና ድሕሪ ቁሩብ ዓመታት ዕድል ኣየጸበቐትን። ከም ውጽኢት ከኣ ናይ ሳዕስዒት ሞያኣ ከንቆልቁል ኢሉ ተራእዩ። ኣብ ርእሲኡ እውን ናይ ገንዘብ ቅልውላው ስለ ዘጋጠማ ክትጭነቕን ከተማርርን እያ ጀሚራ። ኣብ ከምዚ ህሞት ከኣ እዩ ኣብ ሽሕን ሸሞንተ ሚእትን ኣርባዓን ሓሙሽተን ንኣሉታውያን ስምዒታታ ብምሕባእ ነቲ ደፋር ባህርያታን ሓያል ዝኾነ ርእሰ ተኣማንነታን ተጠቂማ ሃብታማት ብምህዳን ንሞያኣ ናብ ንቡር ብምምላስ ህይወታ ንኽትመርሕ ዝወሰነት። ኣብቲ እዋን'ቲ ኣብ ከተማ ፓሪስ ንሞያኣ ናብ ንቡር ብምምላስ እትደልዮ ሃብቲ ክህባ ዝኽእል እቲ ኣዝዩ ሃብታምን ዕዉትን ነጋዳይ ኣሌክሳንደር ዱጃርየቭ እዩ ዝነበረ። ሞንተዝ ንኣሌክሳንደር ንምህዳን ከኣ ተዋፈረት። ንልምድታቱን ዝኣትወሉን ዝወጽኣሉን ሰዓታት ድሕሪ ምጽናዕ፣ ነቲ ኣሉታዊ ዝኹን ሕማቕ ስምዒታ ሓቢኣ፣ ኣወንታዊ ዝኹን ስምዒት ብምርኣይ ተላልያ ኣብ ፍቕራ ከምዝወድቕ ከኣ ገበረቶ። ድሕሪ ቁሩብ ሌላ ብሓደ ክቕመጡ እውን ጀመሩ። ምስ ግዜ ግና ኣሌክሳንደር ዋላ'ኳ ንሞንተዝ ኣብ ሞያኣ ንኽትዕወት እንተሓገዛ፣ ህይወትን ሞያን ኣሌክሳንደር ግና ክዓኑ እዩ ጀሚሩ። እቶም የዕሩኽተይ ዝብሎም ኣዝዮም ዕውታት ነጋዶ እውን እንተኾኑ ካብኡ ክርሕቑ እዮም ተራእዮም። እዚ ከምዚ'ሉ እንዳቐጸለ እንከሎ ኣሌክሳንደር ሓደ መዓልቲ ኣብ ሓደ ድግስ ምስ ሰኸረ ንኣፍቃሪተይ ስለምንታይ ትነቕፋ ብምባል ንበቫልን ዝተባህለ ኣዝዩ ሃብታም ነጋዳይ ኣዋረዶ። ድሕሪ እዚ ፍጻመ ንጽብሒቱ ኣሌክሰንደር ንበቫልን ዋላ እኳ ይቕሬታ እንተ ሓተቶ ባቫልን ግና ንይቕሬታ ኣሌክሰንደር ብምንጻግ ኣብቲ እዋን'ቲ ብባህሊ ፈረንሳ ቅቡል ዝኹነ ዱል ዝተባህለ እንድሕሪ ደኣ ክልተ ሰብ ተባኢሶም ኣብ ቅድሚ ህዝቢ ፊተፊት ኣብ ዝተወሰነ ርሕቀት ደው ብምባል ኣብ ነንሕዶም ሽጉጥ ናይ ምትኳስ ግጥም ንኽገጥሙ እዩ ወሲኑ። ባቫሎም ብጨመተ ተኹሲ ኣዝዩ ሓያል ብምንባሩ ከኣ ኣብዚ ግጥም ንኣሌክሳንደር ቀተሎ። በዚ ከኣ ህይወት ኣሌክሳንደር ኣብቅዐት። ድሕሪዚ ፍጻመ ሞንተዝ ሰላም ስለ ዝሰኣነት ካብ ፈረንሳ ከተማ ፓሪስ ናብ ሙንሽን ጀርመን'ያ ኣምሪሓ። ኣብዛ ከተማ እውን ንህዝቢ ናይ ሳዕስዒት ምርኢት እንዳርኣየት ዕውቲ ብምዃን ምቾት ዝኾነ ህይወት መታን ክትመርሕ ኣብዚ ሞያኣ ዝድግፋ ሓደ ሃብታም ንክትቃጠር ወሰነት። ኣብቲ እዋን እቲ ኣብ ሙንሽን፣ ጀርመን፣ ንምርኢት ሳዕስዒት ብምድጋፍ ነቲ ክትነብሮ ትደሊ ዘላ ህይወት ክህባ ዝኽእል ሰብ እንተድኣ ነይሩ ከኣ እቲ ኣብ ጥበብ፣ ቅርጺ ቅርጻን ባህልን ዓቢ ፍቕሪ ዝነበሮ ሉድቪሽ ንጉስ ባየር እዩ ዝነበረ። ነዊሕ ከይጸንሐት ከኣ ነዚ ንጉስ ንምህዳን ተዋፈረት። እቲ ናብ ንጉስ ሉድቪሽ ከብጽሓ ዝኽእል እንኮ ሰብ ከኣ ቀንዲ ተሓጋጋዚ ንጉስ ሉድቪሽ ኮንት ኦቶ ፎን ሪሽበርግ እዩ ዝነበረ። ሞንተዝ ንሪሽበርግ ኣብ ዝሓጸረ ግዜ ተላለየቶ። ምስ ንጉስ ንኽራኸባ እውን ተማሕጸነቶ። ንሱ ከኣ ምስ ንጉስ ከም ዘራኽባ ቃል ኣተወላ። ድሕሪ ቁሩብ ግዜ ርሽበርግ ከም ቃሉ ምስ ንጉስ እትራኸበሉ ቆጸራ ሃባ። ሞንትዝ ኣብቲ ቆጸራ ዝተዋህባ ክፍሊ መጽያ እናተጸበየት እንከላ እቲ ንጉስ ኣብ ጥቃኣ ኣብ ዝርከብ ክፍሊ ኮይኑ ኣነ ንሓንቲ ዘይፈልጣ ሓገዝ እትደሊ ጓል ኣንስተይቲ ኣይረክብን እየ ኢሉ ክዛረብ ስለ ዝሰምዐቶ ከይተጸውዐት ማዕጾ ከፊታ ኣብቲ ንጉስ ዝነበረ ክፍሊ ብምእታው ኣብ ቅድሚ ንጉስ ብድፍረትን ርእሰ-ተኣማንነትን ክትዛረብ ከኣ ጀመረት። ንጉስ ሉድቪሽ እዛ ምልክዕቲ ጐርዞ ኣብ ቅድሚኡ ብድፍረትን ርእሰ-ተኣማንነትን ክትዛረብ ምስ ረኣያ፣ ብርእሰ-ተኣማንነታ ኣዝዩ ተመሰጠ። ድሕሪ ዝርክቦም ከኣ ኣብ ውሽጢ ክልተ መዓልቲ፣ ሞንተዝ ብሓገዝ እቲ ንጉስ ኣብ ቅድሚ ህዝቢ ባየር ናይ ሳዕስዒት ምርኢት ኣቕረበት። ህዝቢ ባየር ዋላ እኳ ንሳዕስዒት ሞንተዝ እንተዘይፈተዎ፣ ንጉስ ልዱሽ ግና ሞንተዝ ብተደጋጋሚ ምርኢት ንኽተርኢ ሓገዛ። ጸኒሑ'ውን ኣብ ሙንሽን ናይ ቬና ገዛ ገዝኣ ኣላ። እዚ ጥራይ ከይኣክል፣ ሞንተዝ ምስ ንጉስ ልድቪሽ ኢድ ንኢድ ተተሓሒዞም ኣብ ቅድሚ ህዝቢ ክቐርቡ'ውን ጀመሩ። ኣብ ዝሓጽር ግዜ ከኣ፣ ህቡብነት ኣሰና ይዓረገ። ናይ ውልቀ ሰባት ምዕሳት ዝኣመሰለ ሕማቕ ጠባያት እውን ኣብ ቅድሚ ህዝቢ ባየር ከተርኢ ጀመረት። ነዚ ሕማቕ ባህርያታ ዝተዓዘቡ ህዝቢ ባየር ክቃወሙዋ እኳ እንተተራእዩ፣ ንጉስ ሉድቪሽ ግና ኣክንዲ ዓገብ ዝብላ ኣብ ጎና ብምዃን እዩ ደጊፉዋ። መንጦስ ምስ ግዜ ንጉስ ሉድቪሽ ከተማኽሮን ኣብ ፖለቲካ ክትነጥፍን ኣብ ልዕሊ ሚኒስተራት ጽልዋኣ ክዓብን እዩ ተራእዩ። ነዚ ዝተዓዘቡ ህዝቢ ባየር ከኣ ተቓውሞ ከስምዑ ጀመሩ። ተማሃሮ እውን እንተኾኑ ኣብ ጎደናታት ብምውጻእ ንጉስ ሉድቪሽ ምስ ሞንተዝ ካብዚ ሃገር ውጻእ ዝብል ጭርሖ ብምጭራሕ ተቓውሞኦም ከስምዑ እዮም ተራእዮም። ከም ውጽኢቱ ድማ እታ ሰላም ዝነበረት ሃገር ብሰንኪ ሞንተዝ ኣብ ኲናት ሕድሕድ ተጸመደት። ንጉስ ሉድቪሽ እዚ ኲናት ሕድሕድ ካብ ዓቕሙ ንላዕሊ ስለዝኾኖ ብለካቲት ሽሕን ሸሞንተ ሚእትን ኣርባዓን ሸሞንተን ንሞንተዝ ብህጹጽ ካብ ሙንሽን ከተማ ባየር ንክትወጽእ ኣዘዘ። ሞንተዝ ከኣ ካብ ሙንሽን ከተማ ባየር ናብ ዓዲ እንግሊዝ ሃደመት። እንተኾነ ግን ህዝቢ ባየር በዚ ክሃዱ ኣይከኣሉን። ንጉስ ሉድቪሽ ከኣ ድሕሪ ሓሙሽተ ሰሙን ካብ ስልጣኑ ኣለይዎ። ሎላ መንተዝ ኣብ ግዜ ውድቀታ ንኣልታዊ ስምዒታታን ኣተሓሳስባኣን ብምሕባእ እታ ሃደንታ ኣብ መጻወድያኣ ዘውድቕ ኣወንታዊ ስምዒታታት ብምርኣይ እያ ኣትያቶም። ኣፍቀርታ እውን ክንሕግዛ ኣለና ብምባል ተኻፈልቲ ሽግራታ ብምዃን ንጸገማታ ንምፍታሕ ሓጊዞማ እዮም። ግና እቲ ጸገም ኣብ ውሽጣ ብምንባሩ ሓገዝ ኣፍቀርታ ክጠቕማ ኣይከኣለን። ብኣንጻሩ እኳ ደኣ ምስ ግዜ እቲ ዘይርጉእ ስምዒታታ ንኣፍቀርታ ከንተላብዐ ሕማም ብምልካፍ ከዕንዎም እዩ ተራእዩ። ገለ ሰባት ብዘለዎም ኣክል ንተመስገን ዝብሉ ብተደጋጋሚ ብምምራርን ብምምዕግርጋርን፣ ኣብ ጸገማት ክወድቂ እዮም ዝረኣዩ። ንስኻ እውን ክትሕግዞም ኢልካ ምስ እትቐርቦም ብሕማሞም ብምልካፍ ከምኦም ኢኻ እትኸውን። ስለዚ እንተድኣ ክኢልካ ዝበዝሕ ግዜኻ ምስ ኣወንታዊ ኣተሓሳስባን ስምዒትን ዘለዎም ሰባት ከተሕልፎ እዩ ተመራጺ። ምኽንያቱ እዚ ኣወንታዊ ሓይልን ኣተሓሳስባን እዞም ሰባት ንቕድሚት ክደፍኣካ እንተዘይኮይኑ ንድሕሪት ኣይጎተካን እዩ። ኣብዛ ዛንታ እቲ ዝዓበየ ጥበብ ነዞም ኣሉታዊ ስምዒታትን፣ ኣተሓሳስባን ዝውንኑ ሰባት ብኸመይ ትሕግዞም ዘይኮነ፣ መዓስ ትርሕቆም እዩ እንተዘይኮይኑ ንሳቶም ጥሒሎም ንዓኻውን ለኪሞምኻዮም ዝኸዱ።